ሕጂ ውን ህዝብና ከይቐስን ቀጻሊ ታዕሊምን ግፋን ይገብር ኣሎ። ተስፋጽዮን በርሀ ገረላሰ፣ ስለምንታይን ብኸመይን ብልሽውና መሳርሒ መናውሒ ዕድመ ስልጣን ኢሰያስ ኮይኑ ብዝብል ርእሲ ኣስተምህሮ ሂቡ ኣሎ። መንግስቲ ዓባይ ብርጣንያ ናይ ስራሕ ፍቓድ ወረቐት ዘይብሎም ስደተኛታት ዝቖጽሩ ትካላት ንግዲ ክሳብ ስልስተ ሚእትን ሓምሳን ሽሕ ፓውንድ ይቐጽዕ ኣሎ። ሰላም ጥዕና ሃበለይ ክቡራት ተዓዘብቲ እዚ ተለቭዥን ሃገረ ሓማሴን እዩ ዜናታት እዚ ዕለት ዘቕርበልኩም ዳናይት ሚኪኤል እየ ንኽትከታተሉ ዕድመዩ ናብ ዝርዝር ዜና ክሓልፍ እቲ ኣብ ኩናትን ወረ ኩናትን ዝነብር ኣምሓራይ ኢሳያስ ኣፈወርቂ ሕጂ እውን ህዝብና ከይቐስን ቀጻሊ ታዕሊምን ግፋን እናካየደ ከምኡውን ካብ ሰራዊት ዝተሰናበቱ ናብ ቦታኹም ተመለሱ እናብለ ራዕድን ሽበራን ይፈጥር ኣሎ። ብመሰረት ካብ ውሽጢ ሃገር ዝረኸብናዮ ሓበሬታ፣ እቶም ኣብቲ ሰዓታት ዝተጣየሱ ተጋደልቲ፣ እቲ ናይ መጣየሲ ወረቐት ብዘይ ስእሊ እዩ ነይሩ። ስለዚ ከም ብሓድሽ ጻዕዳ ማልያ ገይሮም ተሳኢሎም ጉርዲ ስእሊ ሒዞም ናብ በለዛ ከይዶም ክቕይርዎ ኣዚዝዎም ኣሎ። ብዙሓት ተጋደልቲ ካብ ጋሽ ባርካን ካልኦት ከባቢታት ሃገርና ናብ በለዛ ክጓዓዙን ወረቕቶም ክቕይሩን ቀንዮም ኣለዉ። እቶም ምስዚ ጉዳይ ቅርበት ዘለዎም ወገናትና ከም ዝሓበርዎ፣ ኣንድነታዊ ኢሳያስ ነቲ ናይ መጣየሲ ወረቐት ብስእሊ ዘለዎ ወረቐት ንምቕያር ተገዲሱ ዘይኮነስ፣ ብእኡ ኣማኻንዩ ዘሎ ሓይሊ ሰብ ክፈልጥ ዝገብሮ ዘሎ ምዃኑ እዮም ዝሕብሩ። ብተመሳሳሊ ብሕማምን ካልእ ርዱእ ምኽንያታትን ቦርድ ተባሂሎም ካብ ሰራዊት ወጺኦም ዝጸንሑ ድማ ይመልሶም ኣሎ። ዛጊት ካብቶም ብቦርድ ዝወጹ ሰለስተ ሚእቲ ሰራዊት ነቶም ዒስራን ሓሙሽተን ገዲፉ ነቶም ክልተ ሚእትን ሰብዓን ሓሙሽተን ናብ ሰራዊት መሊስዎም ከምዘሎ ካብቲ ቦታ ዝረኸብናዮ ሓበሬታ የረድእ። ኣንድነታዊ ኣምሓራይ ኢሰያስ ህዝብና ሩፍታ ተሰሚዕዎ ከይነብር ስግኣትን ሻቁሎትን እናመሃዘ ወትሩ ዕረፍቲ ከሊእዎ ይርከብ። ኣብዚ ክልተ ሰሙን ድማ ንህዝብና ሰራዊትና ዕረፍቲ ከሊእዎም ቀኒሎም እዞም ኣብ ኣስመራን ከባቢኣን ዝተመደቡ ኣባላት ዕቑር ሰራዊት ተመላለስትን ተዳልው ጽባሕ ክትብገሱ ኢኹም ድሕሪ ሰሙን ክትብገሱ ኢኹም እናበለ ኣሸቢርዎም ቀኒሎም ንሳቶም ድማ ዘይሓሰብዎ ስለ ዝነበረ ሕጂ ንምንታይ ንብገስ ሰላም ኮይኑዶ ኣይተባህልናን እናበሉ የንጸርጽሩ ኣለዉ ካብዚ ብተወሳኺ ኣብ ዝሓለፈ መዓልታት ኣባላት ሃማዲእ ዝኾና ኣንስቲ ኣኪቡ ኣብ ከባቢኤን ዝቕመጥ ዝኾነ መንእሰይ እንታዋይ ምዃኑ፣ እንታይ ከም ዝሰርሕ ብዕቱብ ክከታተላ ሓበሬታ ክህባ ኣዚዝወን ከም ዘሎ ቴለቪዥን ሃገረ ሓማሴን ሓቢርና ኔርና ኢና። ኣንነታዊ ኣምሓራይ ኢሰያስ ሽግር ህዝብና ዝፈትሕ ናይ ቁጠባን ወፍርን ናይ ጥዕናን ትምህርትን መደባት ስለ ዘይብሉ ብቐጻሊ ናይ ግዳም ሓይልታት ጸላእቲ ከም ዘለና እናመኻነየ ዘየለ ስግኣት ክፈጥር ምጽንሑ ዝፍለጥ እዩ። ንሱ ንሰላሳን ሓሙሽተን ዓመታት ወያነ ናይ ኣሜሪካ ከዳሚት ኮይና ክትወረና ትሸባሸብ ኣላ፣ ኲናት ክህሉ ይኽእል እዩ ኢሉ ከም መሳምስን ብስም መኸተ ዕረፍቲ ዘይብሉ ወተሃደራዊ ባርነትን ግፋን ማእሰርትን ኣዊጁ ንመንእሰይናን ንህዝብናን ልቡ ከጥፍኣሉ ጸኒሑን ኣሎን። ነቲ ንዒስራን ሸሞንተን ዓመታት ስሙ ዝደጋግሞ ወያነ ካብ ስልጣኑ ምስ ተኣለየ ድማ፣ ህዝብና ሕጅስ ክርህወና እዩ ሕረስ ሓረስታይ ክኸውን እዩ ኢሉ ተተስፍዩኳ እንተነበረ ሕጅውን ኣብይ ናይ ኢሜሬት ከዳሚ ኮይኑ ይህውኸና ኣሎ እናበለ ፕሮፓጋንዳ ክነዝሕ ጀሚሩ ኣሎ። ህዝብና ድማ እዚ ኹሉ ምትላል ናይ ኣንድነታዊ ኢሰያስ ሪኡን ሰሚዑን እዚ ኣረሜን የጥፍኣና ኣሎ ንሱ ክሳብ ዘሎ ድማ ሰላምን ራህዋን የለን ክሳብ ምባል በጺሑ ኣሎ። ኣንድነታዊ ኣምሓራይ ኢሰያስ ዘየለ ሽግራት እናፈጠርካ ንህዝብና ኣጽኒትካ ሃገርና ደምሲስካ ኣብ መወዳእታ ናብ ኢትዮጵያ ንምሕዋስ ደይመደይ ኢሉ ዝገብሮ ዘሎ እከይ ስራሕ እዩ። መራሒ ማሕበር የሕዋት ኣግኣዝያን ተስፋጽዮን በርሀ ገረላሰ ስለምንታይን ብኸመይን እዩ ኣንድነታዊ ኣምሓራይ ኢሳያስ ኣፈወርቂ ብልሽውና ከም መሳርሒ መናውሒ ዕድመ ስልጣኑ ዝጥቀመሉ ብዝብል ርእሲ ኣስተምህሮ ሂቡሎም።
ተስፋጽዮን ፈለማ ብልሽውና እንታይ ማለት እዩ ንዝብል ሓሳብ መብርሂ ብምሃብ ጀሚሩ። ሕጂ በቲ ስታንዳርድ ሕጋዊ ብልሽውና ክንከናስ እንታይ ማለትና እዩ? ብልሽውና ማለት ብሕጊ፣ ብሞራ፣ ብዓይኒ ሕጊ፣ ብዓይኒ ሞራል፣ ብዓይኒ ፍትሒ ቅኑዕ ዘይኮነ ተግባራት ድዩ፣ ኣተሓሳስባ ድዩ፣ እምነት ድዩ፣ እዚ እንታይ ይበሃል? ብልሽውና ይበሃል። እዚኣ ክደግመልኩም እየ ብልሽውና ዝበሃል ብዓይኒ ሕጊ ብዓይኒ ሞራል ብዓይኒ ፍትሒ ቁኑዕ ዘይኮነ ኣሰራርሓ ድዩ ገንዘብ እዚ ኣሰራርሓ ድዩ ኣተሓሳስባ ድዩ እዚ ብልሽውና ይበሃል ኢሳያስ ስለምንታይ እዩ እዚ ብልሽው ኣተሓሳስባ ኣተኣታትዩ ንዝብል ኣገዳሲ ሕቶ ተስፋጽዮን፣ እቲ መንግስቲ ዝደልዮ ዘሎ ዕላማ ኢሳያስ ዝደልዮ መንግስቲ ክብል ከለኹ ዝኾነ ሰብ ክበርሃሉ መንግስቲ ማለተይ ኢሳያስ ማለተይ እዩ ኣብ ኤርትራ ካቢኔ የለ ሃገራዊ ባይቶ የለ ገለ መለ መንግስቲ ክትብል ከለኻ ኢሳያስ ማለት እዩ እቲ ናይ ኢሳያስ ዕላማ ብዓይኒ ህዝቢ ኤርትራ ብዓይኒ ህዝብና ብዓይኒ ሰራዊትና ብዓይኒ ስውኣትና ሞራላዊ ኣይኮነን። ሕጋዊ ኣይኮነን፣ ፍትሓዊ ኣይኮነን። ምክንያቱ ናይ ኢሳያስ ዕላማ ምስ ኢትዮጵያ ኣንድነት እዩ። ነዚ ኣንድነት ብግልፂ መፅኡ ኣነ ኣንድነቴ ዝደሊ ምስ ኢትዮጵያ ነይረ ገለ ይብል እዩ። ዋላ ሕጂ ከምዚ ናይ ኣስራተ ካሳ ድዩ ናይ ገለ ገለ ዝረኣናዮ በቃ ንኣስራተ ካሳስ ኣብ ቃኘው ከይዱ ኣብ ኣስመራ ጥራይ ዘይኮነ ዝበፅሖ ነይሩሲ ሰብዓን ኣርባዕተን ሓሚሙ ኣብ ኢትዮጵያ ኣብ ሰብዓን ሰለስተን ሓሚሙ ኣብ ዓዲ እንግሊዝ ክሕከም ካብ ሳሕል ንለንደን መጺኡ ክርእዮ ክበጽሖ ክረኽቦ ኣስራተ ካሳ ሓሚሙ ከሎስ ኣርባዕተ መዓልቲ ገይሩ ምስ ኢስያስ ኣብኡ ኣብ ለንደን ኣብቲ ሕክምና ምስኡ እንታይ ክገብር ሕጂ ረይዎኹም እሱ ኢሳያስ ካብ መጀመርትኡ በቃ ሓቡ ናይ ውሽጣዊ ጉዳያት ናይ ስለያ ሓላፊ እዩ ነይሩ። እዚ ሰሎሙን ናይ ኢሳያስ ሓቡ ሰሎሙን ኣብርሃም ማለት እዩ ንኢሳያስ ሓቡ መዓት ሰብ ዘጥፈ እዩ ተኣሽኒ ድሕሪ ሰብዓን መንግስቱ መፅኡ ንሓቡ ረሽኖ ማለት ሕጂ ኢሳያስ ካብ መጀመርቱ ኣንድነት እዩ ምስ ኢትዮጵያስ ብፌደሬሽን ድዩ ኮንፌደሬሽን ድዩ ክሕውሳ ንኤርትራስ ኩሉ መንግስቱ ዓሻ ይኣብይዎ ምስ መዓብይዎ መለስ ዜናዊ እዩ ኣብዮሞ ህወሓት ኖኖ ኤርትራ ነፃ ክትኮን ኣሉ ኣይትኣቱን እያም ናብ ኢትዮጵያ ገለ ኢሎም ከልኪሎሞ በዓል መስፍን ሓጎስ በዓል ገለ ኩሉ ኣብዚ ናይ በርሊን ዝገብሮ ነበረ ሰብዓን ሸውዓተ ምስ ደርጊ ዘተ ኣብ ኩሉ ዘተታት ግልፂ መዓሰነ እዩ ኢሳያስ እንተኣሽሙ ዘለዎ ኣንድነት ናይ ኤርትራ ነፃነት ከም ዘይድግፍ እንታይ ኣሎ ብልሽውና ብኽልተ መግድታት እዩ ዝጥቀመሉ ዝበለ ተስፋጽዮን፣ ሓደ ናይ ኣተሓሳስባ ብልሽውና ፈጢሩ፣ ካልኣይ ድማ ናይ ትካላዊ ኣሰራርሓ ብልሽውና ፈጢሩ ይብል። እቲ ኢንተሌክቹዋል፣ እቲ ስነ ሓሳብ፣ ብልሽው እዩ። እቶም ትካላት ከኣ ብልሽው እዩ። ንሱ እዩ ከኣ ኣብ ዓለም ኤርትራ ብብልሽውና ንኽልተ ሃገራት ጥራይ ትቕድም። ንክልተ ሃገራት ንደቡብ ሱዳንን ሶማልያን ክልተ መንግስቲ ዘይብለን ሃገራት ናይ ቀቢላ እንዳ ኤርትራ ምስአን ተሰሪዓ ብብልሽውና ኤርትራ ቀዳመይቲ እያ ባቃ ኣብ ዓለም። ኢሳያስ ኣተሓሳሰባና ዘባላሸወሉ መገዲ ምብልሻው ባህልና ክብርታትናን ብሓፈሻ ድማ መንነትናን ንምብራዝ ዝጥቀመሉ ዓይነት ብልሽውና እዩ። ኣብነታት ናይዞም ናይ ኣተሓሳስባ ብልሽውና ክንርኢ ከለና። ጎረቤትካ ሓዊ ተነዲዱ ገዝኻ ነድድ። ብዘይ ዞባዊ ውህደት ብዘይ ዞባዊ ሰላም እንተዓ ሽሙ የለን ምዕባለ ዝበሃል የለን ዲሞክራሲ ዝበሃል የለን ስለዚ ቁጠባ ክንፈጥር ተኮይና ዞባዊ ሰላም ብካልእ ኣዘራርባ ምስ ኢትዮጵያ ክንሕወስ ኣለና ማለት እዩ ብዘይብኡ ግን እንታይ የለን እዚ ሕጂ ተደጋጊሙ ተደጋጊሙ ተደጋጊሙ እንታይ ንገሮም ወይ ከዓ ዛንታ ንገሮም ህዝባዊ ግንባር መንፈስ እዩ ህዝባዊ ግንባር ሓያል እዩ ህዝባዊ ግንባር ሚስጢር እዩ ህዝባዊ ግንባር ናይ ቀደም ማለት እዩ ሕጂ ህዝባዊ ግንባር ወታደራዊ ውድብ እዩ ነይሩ ህዝባዊ ግንባር ወታደራዊ ውድብ እዩ ነይሩ ታሪኹ ከዓ ታሪክ መስዋእቲ ታሪክ ስንክልና ታሪክ ፅንዓት ታሪክ ሓቦ በቃ ታሪክ ምርብራብ እዩ ምፀላይ ገለ ስጋብ ካቴድራለ ንኣቱ ስጋብ ዓሰብ ሙሉ ሙሉ ኤርትራ ስጋብ ንሕዛ ብኩናት ኢና ሒዝናያ ብውግእ ኢና ሒዝናያ ሕጂ እዚ ታሪኽ ጽሒፎሞ ዘለዉ ግን ብሓድነት ብፍቕሪ በቃ ብውህደት እንተ ከም ዝኾነ ኣይኮነን ኣርክብ ዝሓዝካ ሓዝካ ኣርክብ ስኒ ንኺስካ በቃ ካብ ሓደ ገዛ ስጋብ ሸውዓተ ሸሞንተ ስድራ ቤታት እንዳጸነታ እዚ በቃ ዓዲ ካብ ሓደ ዓዲ ክልተ ሽሕ ሰለስተ ሽሕ እንዳተሰዉ እንታይ ሽም ተሰው ከምኡ መስዋእቲ መፅኡ ናጽነት ኤርትራ። ሓደ ካብተን ኣገባባት፣ እዛ ሃገር መን ዘይተዋግኣላ፣ መን ዘየሰውኣላ፣ መን ዘየሰንከለላ፣ እዛ ሃገር ኩሉ እዩ ዋጋ ከፊሉላ ዝብል ኣተሓሳስባ ኣስሪጽልና። እዚ ኣተሓሳስባ እዚ ዘተኣታተዎ፣ መስዋእቲ ቀሊል ኩሉ ዝገብሮ እዩ ዝብል ርድኢት ንምፍጣር እዩ። እዚ ከኣ ዕድመ ስልጣን ኢሳያስ ንምንዋሕ ብጣዕሚ ኣገዳሲ መይላ መግዛእቲ እዩ። ኩሉ ሰብ ደሰውእ ደየሰውእ ሰብ የለን መስዋእትስ ተራ ነገር ቀሊል ነገር ዝኮነ ሰብ ዝገብሮ እዩ ስለዚ እዚ ስውእ እስካ ከምዚ ኮይነ ድክየ ከፊእኒ ጥሮታ ግበሩለይ ካሕሳ ሃቡኒ ከምዚ ሃቡኒ ትብል ዘለካ መን ዘየሰውእ እስካ ፍሉይ ነገር ዝገበርካ የለን ኪድ ንኩሉ ገለ ኩላክና ኢና ተዕሹም ገርና ስለዚ ንዓካ ፍሉይ ነገር ንገብሮ የለን። ሽዑ ባቃ ኩላ ዝኾነ ሃገር ከኣ እንተ ንጀጋኑኣ ደርብያ ንስውኣታ ጠሊማ ሃገር እንተ ስንኩላታ ደቂ ስውኣታ ደቂ ገለ ለመንትን ኣመንዝራታትን ገለን ጌራቶም ሓድሽ ጀግና ክትፈጥር ኣይትኸኒ መን እዩ ጀግና ክኸውን ሽዑ መን እዩ ክስዋእ ክመፅእ ምክንያቱ እቲ መስዋእቲ መንግስቲ ኮነ ኢሉ ይሕሲርዎ እዩ ኣራኺስዎ እዩ ነቲ መስዋእትናስ ኣናኢስዎ እንታይ ገይርዎ እዩ ምክንያቱ ዝኾነ ነገር ዝገብሩ መስዋእትስ ኩሉ ደየሰውእ ነገር የለን ኩሉ ብሄራት ኩሉ ቀቢላ ኩሉ ሰብ በቃ ኩሉም መን ደየሰውእ እቲ መስዋእትስ በቃ ፍሉይ ኣይኮነ ነቲ እቲ ካሊእ ብልሽው ኣተሓሳስባ ዘተኣታተወና ከ ወደቡና ከይረገት ሃገርና ክትቀንስን ሕረስ ሓረስታይ ንገድ ነጋዳይ ክኸውን ኣይክእልን እዩ መጀመርታ ጎደቦና ክቀስን ኣለዎ ዝብል ዝፈጠረልና ዛንታ እዩ ተስፋጽዮን ነዚ ናይ ሓሶት ዛንታ ኣረዲኡ። ስለምንታይ እዩኸ ኢሳያስ ነዚ ትረኻ ዝጥቀመሉ ኣብራህሪሁ። እዚ ትረኻዚ ናይ ሓሶት ሓሶት ምኻኑ ተስፋጽዮን ብሓጺሩ ከምዚ ይገልጾ። እንተ ናብ ኢትዮጵያ ንኣፍሪቃ ከድካ ካብ ዓለም ትንጸል እንተ ናብ ኢትዮጵያ ተሓዊስካ ካብ ዓለም ተነጺልካ ማለት እዩ ካብ ዓለምሲ ፈጺምካ ጠፊእኻ ማለት እዩ ኢትዮጵያ ኣብ ዓለም የላን ናብ ኢትዮጵያ ኣብ ዓለም ዝኸይድ ረድኤት ጥራይ እዩ በጀካ ረድኤት ካልእ ዋላ ሓንቲ የለን ኣብ ኢትዮጵያ። እንተ ባሕሪ ከይድካ ግን ኣብቲ ገማግም ባሕሪ ኮይካ ግን ምስ ዓለም ተሓዊስካ እንተ ንባፅዕ ንዓሰብ ማርሳ ተኽላይ ኣብ ገማግም ባሕርና ተወሪድና እሱ እዩ ናህና ኢኮኖሚ ናህና ስልጣኔ ናይ ንግዲ ስልጣኔ እዩ ኩሉ ናህና ታሪክ ሲ ምስ ባሕሪ ተተሓዘ ንሕናስ ናይ ማሪታይም ናይ ባሕሪ ስልጣኔ ህዝቢ ኢና ናይ ባሕሪ ህዝቢ ኢና። እዚ ሕጂ እዚ ናይ ኑብያ ደዘርት እዚ ናይ ሰሜን ተራራ እዚ ናይ ደንካልያ ደዘርት ዝበሃል ማለት ውሽጢ ዝኣቱ ካብ ኣፍሪቃ ፈሊና ምስ ኣፍሪቃ ዝምድና የብልናን ምስ ኣፍሪቃ ርክብ የብልና ርክብና ምስ ቀይሕ ባሕሪ እዩ። ብቐይሕ ባሕሪ ከይርና ከዓ መናግትና በዓል ህንዲ በዓል ፐርሽያ በዓል ሮማ በዓል ገለ እምበር ኣፍሪቃ መናግትና ብስልጣኔ ድዩ ብገለ ዘራኽብ የብልና። ተስፋጽዮን ትካላዊ ብልሽውና ማለት እንታይ ማለት ምዃኑ፣ ኢሳያስ ከኣ ስለምንታይ እዩ ሃገራውያን ትካላትን ትካላዊ ኣሰራርሓን ኮነ ኢሉ ከም ዘበላሸዎ ብግልጺ ኣብራህሪሁ። እቲ ትካላሲ ባቃ ሞራላዊ ዘይኮነ፣ ሕጋዊ ዘይኮነ፣ እዚ ፍትሓዊ ዘይኮነ ተግባራት ንክገብሩ ዝቆሙ ትካላት ማለት እዩ ሕጂ ንኣብነት ትካላት ናይ ሓደ ሰብ ዲክታተርሽፕ ከም ናይ ኤርትራ ኣብ ኤርትራ ኩሉ ትካላት ካብ ኤ ስጋብ ዘት ተፈጢሩ ዘሎ ትካላት ነዚ ናይ ኢሳያስ ዕላማ እሱ ከዓ ንኤርትራ ኣፅኒትካ ኣድኪኻ ኣነፂልካ ኣጥፊኻ ናብ ኢትዮጵያ ንምሕዋስ ዝቆሙ ትካላት እዮም ብሙሉኦም እቶም ትካላት ምናልባት እትዮም ኣብኡ ዘለዉ ሰራዊት እትዮም ኣብኡ ዘለዉ ሲቪልያን ሓለፍቲ ገለ ብግልፂ ኣይንገሮምን እዩ ኩሉ እዚ ትካላት ዝብለኩም ዘለኹ ብሙሉ ብኢሳያስ ዝእዘዝ ሃብቲ ሃገር ብሙሉ ብኢሳያስ ዝውነን ኩሉ ዝፈርድ ዝኣስር ዘጥፍእ ዝቐትል ዘምት ከዓ ሓደ ሰብ እዩ ኢሳያስ ነዚ ብልሽው ዕላምኡ ዝተጠቐመለን ትካላት ሓንቲ ኣብ ገድሊ ኣብ ውሽጢ ህዝባዊ ግንባር ዝፈጠራ ውሽጣዊት ወይ ሕብእቲ ሰልፊ ትበሃል ውዳበ እያ። ነቲ ሰራዊት ክገብር ታይ ገይሩ ኢሳያስ? ሚስጢራዊ ሰልፊ ለቑሙ። ሚስጢራዊ ሰልፊ። እዚ ሚስጢራዊ ሰልፊ ሕጂ እቲ ግንባር እቲ እቲ ሰራዊት ኣይፈልጥን እዩ። ኣነ በቃ ሽዱሽተ ኣሕዋት ተጋዲልና፣ እቶም ኣርባዕተ ሰዊኦም እቶም ተሰውኡ ኣሕዋተይ ህዝባዊ ግንባር መን ይመርሖም ከም ዘሎ ይፈልጡን እዮም ከይፈለጡ እዮም ባቃ እሶም ኣብቲ ግንባር ዘሎ እቲ ፖለቲካዊ ቤት ፅሕፈት እቲ ማእከላ ሽማግለ እሱ ዝመርሖም እዩ ዝመስሎም ነይሩ ናይ ብሓቂ ግን እቲ መሪሕነት ናይ ብሓቂ እቲ ፖሊሲ ዘውፅእን ውሳኔ ዝውስንን እቲ ውሽጣዊ ሰልፊ እዩ እቲ ግንባር ኣተግባሪ ናይቲ ውሽጣዊ ሰልፊ ተባህሎ ተዋህብኦ ስራሓት ዝፍጽም ጥራይ እቲ ግንባር እቲ ግንባርሲ መሪሕነት ኣይኮነን። እሞ ህዝባዊ ግንባር ደኣ ከመይ ዝበለ መሪሕነት ኢዩ ክህልዎ ነይርዎ? ተስፋጽዮን ከብርህ ከሎ። ሞራላዊ ሕጋዊ ዝኾነ ትካል፣ ውድብ፣ ውክልና ዝበሃል ኣሎ። ውክልና ኣሎ። በቃ ውክልናሲ ፍትሓዊ ክኾን ኣለዎ። እቲኦም ኣብቲ ሰራዊ ዘለዉ እቲኦም ዝበዝሑ ዝበዝሐ ውክልና ክህልዎም ኣለዎ ብዓይኒ ፍትሒ ብዓይኒ ሕጊ ብዓይኒ ሞራል እንተ ሓደ ከባቢ ቴስዓን ሓሙሽተን ካብ ሚእቲ ተኮይኑ ነቲ ዋጋ ነቲ መስዋእቲ ነቲ ስንክልና ከፍሎ ኣሎ ኮይኑ ቴስዓን ሽዱሽተን ካብ ሚእቲ መሪሕነት ከዓ ካብኡ ይኸውን ዘሎ ሕጂ ግን ኣብኡ እቲ ብልሽውና ረእይዎኹም ሸሪፎ፣ ማሕሙድ ሸሪፎ፣ ዓሊ ሰይድ ዓብደላ፣ ሮመዳን መሓመድ ኑር፣ ኣብቲ ሰልፊ ዘሎ ብዙሑ ካቶሊኮም ድዮም ገለመለ? ዚሮ ዚሮ ተጋዳላይ ዘመድ የብሎምን። ኣብ በዓል ቀይሲ ድዮም በዓል ገለብቲ መሪሕነት ዘሎስ ዘመድ ተጋዳላይ ዝስዋእ ዲድ ስንከል የብሎም። እቲ ዝውስንዎ ዘሎ ውሳኔ እቲ በቃ ከይዱ ዝዋጋ ከይዱ ድስንክል ድዩ ድጠፍእ ካብ ሓደ ገዛ ኣርባዕተ ሓሙሽተ ዝኾንካ ኣበይ ውክልና ይብሉን ኣብቲ ሚስጥራዊ ሰልፊ ንናቱ ድምጺ፣ ንናቱ ርኣያ፣ ናቱ ስምዒት ዝገልጽ ሰብ ወላ ሓንቲ የለን። ርእይቶ የብሉ ገለ የብሉ ኣይፈልጥን እዩ። ብገርሂ ብቕንዕና እዩ ዝኸይድ ዘሎ። እቲ ውሳኔ ዝውስን ግን ገለ እዚ ሕጂ እዚ ሚስጥራዊ ሰልፊ ቴስዓን ሓደን መጺኡ ኢሳያስ ባዕሉ ተጠሊዑ ሚስጥራዊ ሰልፊ ነይሩ ኢሉ ሰልፊ እንታይ ዕላሙ ዝፈልጥ ኣይነበረን። ዝኾነ ሰብ ኣይፈልጥን እዩ ሕጂ እቲ ሰልፊ ሞራላዊ ነበረን ብዓይኒ ሞራል ብዓይኒ ሕጊ ብዓይኒ ፍትሒ እቲ ሰልፊ ብልሽው እዩ ነይሩ። ናይ ብልሽውና ሰልፊ እዩ ነይሩ። እቲ ኢሳያስ ዝፈጠሮ ካልእ ብልሽው ትካል ኣብዚ ሓይልታት ምክልኻል ኤርትራ ኢልና ንጽውዖ ናይ ሰራዊትና ትካል እዩ። እዚ ትካል ስርሑ ንሃገርና ካብ ናይ ደገ ጸላእቲ ምክልኻል ኮይኑ ዓንዲ ሕቖ ሃገርና ክኸውን ዝግብኦ ትካል ኮይኑ ክንደይ ብቑዓት ዘለዎም ሰብ ሞያ ኣብ ከም ዝምድናን ምስ ሃገራት ዓለም ከመይ ክተሓዝ ኣለዎ፣ ነዚ ዘለናዮ ኣዝዩ ወሳኒ ኣገዳሲ ቦታኸ ጸጥትኡ ከመይ ይወሓስ ካልኦትን መጽናዕትን ምርምራትን ክገብሩ ዝውዕሉ ምሁራት ኣብ ክንዲ ምፍራይ፣ ሰራዊትና ዓለም በጺሕዎ ዘሎ ዘመናዊ ዕጥቂ ከመይ ይዕጠቅ ኣብ ክንዲ ምባል፣ ከምዚ ሰራዊት ሰራዊት ኤርትራ ክንደይ ባጆት ይፍለጥን እዩ። እንታይ እዩ ዕላምኡ ይፍለጥን እዩ። ግፋ ንምንታይ ሰላሳን ሓሙሽተን ዓመት ቋሚ ግፋ ኮይኑ ንምንታይ እቲ ሰራዊት ደሞዝ ዘይብሉ ንምንታይ እቲ ሰራዊት ኣንጻር ህዝቡ ክሰርሕ ውዕል ክገፍፍ ነቲ ህዝቢ ገለ ሰራዊት ከም ግቡ ሃገር ምክልኻል ይስርሑ እምበር ውሽጢ ከተማ ኣቲኻ ከተማ ዓድታት ምምሕዳር ሕጂ ኣብ ሓማሴን ከመይ ኮይኑ ምምሕዳር በቃ ኣብ ሓደ ዓዲ ወታደራት ምደቡ ሓሙሽተ ስድራ ቤት እዚ ሓንቲ መስርዕ ብሎም ወይ ሓንቲ ጉጀለ ድሕሪኡ ንዐ ነዘን ብሰለስተ ገለ ኮንካ ጋንታ ሓይሊ ገለ እንዳተባሃለ እቲ ዓዲ በቃ ኣብ ዓለም ተራእዩ ዘይፈልጥ ዓይነት ምሕደራ ወታደራዊ ምሕደራ ነቲ ህዝቢ ሰራዊት ስስርሑ ይኮነ ሰራዊት ስስርሑ ዶባት ምሕላው እዩ ናይ ወፃኢ ፖሊሲ ምርቃቕ እዩ ባቃ እዚ ስግኣት ኢትዮጵያ ድያ ስግኣትና ሱዳን ድያ ስግኣትና ጅቡቲ ድያ ገለ እዩ እንታይ ክገብር ዝግብኦ ነይሩ ሰራዊት ግን ሕጂ ናብ ምንታይ ተመሊሱ ማለት እዩ ንህዝቢ ባቃ ነቲ ህዝቢስ እንታይ ምግባር ቤተ ክህነትና እውን ዘይከምቲ መንፈሳዊ ሓላፍነታ ሓንቲ ካብተን ቀንዲ መሳርሒ ናይዚ ብልሽው ዕላማ ኣምሓራይ ኢሳያስ እያ። ተስፋጽዮን ነዚ ኣብ ቤተ ክህነትና ዘሎ ዘሰንብድ ብልሽውናን ክፍኣትን ብኸምዚ ይገልጾ። እቲ ቤተ ክህነት ኣዝዩ ኣዝዩ ኣዝዩ ብልሽውን ናይ ስርቅን ናይ ገለን ጥራይ ዘይኮነስ ናይ ጭካኔ ናይ ጭካኔ ባቃ ሕጂ ዋላ ቅሽሽ ተለዉ ነቢይ ኢሳያስ ባቃ ብቀዳማይ ኣብ እንዳ ማርያም ከይዱ ኢሳያስ ይሳለም ነይሩ ምስቲ ኣቡን ሕጂ እቲ ኣቡ እቲ ጳጳስ ማለት ናይ ተዋህዶ ዘሎ ይብልኩም ዘለኹ ሕጂ እቲ ጳጳስ ቪድዮ ኣሎ መዓት ኣሎ እሱ ናይ ኢሳያስ ዕላማ ብግልፂ ንገብሮ በጀካ ኢትዮጵያ ካልእ ሃገር የብልናን ንኢትዮጵያ ንፀልየላ ንኢትዮጵያ ንማህለለላ ኢሉ እዩ እቲ ጳጳስ ኣብቲ እንዳ ማርያም ዘሎ እቲ ጳጳስ ናይ ኤርትራ ኳ ከምኡ ኢለ ሰበኽ ኣብ ኣውስትራልያ ኣብዚ እንዳዘረ ከሎስ ባቃ ከምኡ ኢለ ሰበኽ ኣብ መወዳእታ ተስፋጽዮን ኢሳያስ ኣብ ልዕሌና ዝግበር ዘሎ ደስካሕክሕ ጽንተት ደው ክነብሎ ክንገብራ ዘለና ሓንቲ ነገር ጥራይ እያ። እዚ ናይ ኢሳያስ ምእላይ ቀሊል ስራሕ እዩ። ቀሊል ሰራሕ እዩ ንኢሰያስ ነቲ እሱ ዝፈጠሮ ዛንታ ነቲ ዝፈጠሮ ናይ ዛንታ ብሕትውና ነቲ እሱ ዝፈጠሮ ናይ እንታይ ኣሽሙ ናይ ሜድያ ብሕትውና ነቲ ተነጽሎ ምፍራስ እዩ ነዚ ተፍሪስናዮ እቲ ካልእ ቀሊል ኢሳያስ እንተነጺልናዮ ወላ ሓንቲ የብሉ እቲ ሰራዊት ሰራዊትና እቲ ህዝቢ ህዝብና እቲ ኩሉ ትካላት ዘለዉ ኣብኡ ናህና እዩ ናህናይ ንሕና ኣንጻር ሓደ ሰብ ጥራይ ኢና ኣንጻር ኢስያስ ኢና ኣንጻር ኢሳያስን ኢሳያስ ዝፈጠሮ ናይ ብልሽውና ብብልሽውና ዝተፈጥሩ ትካላት ድዮም ኣተሓሳስባታት ድዮም ባህሊ ድዮም ንዑ እንታይ ምግባር ምእላይ ጥራይ ኣሊና በቲ ናይ ኣቦታትና ናይ ኣባሓጎታትና በት ናህነ ትካላት ፈጢርና ሲ ሃገርና ኢንዳስትራላዊት ምግባራ ከተማታት ኣብ ገማግም ቀይሕ ባሕሪ ከተማታትና ምህናፅ፣ ቁጠባና ዲጂታላይዝ ምግባር እሱ እዩ ዕላማና። ብምባል ህዝብና ከምቲ እዚ ጨካንን ረሳሕን ኢሳያስ ዝሓሰቦ ብድኽነትን ምብትታንን ኣላሽ ኢልና ናብ ኢትዮጵያ ክንሕወስ ዘይኮነስ ኣብ ቀረባ ግዜ ካብዚ መከራን ስቓይን ተገላጊልና ሃገርና ብኢንዱስትሪ ኣሀፍቲምና ናይ ራህዋ ክብረትን ምልኣትን ንገብረሉ ግዜ በፂሑ እዩ።
ብሰንኪ ኣንድነታዊ ኣምሓራይ ኢሳያስ ኣፎርቂ መጓዓዝያን ጽርግያታትን ብሙሉእ ስለ ዝዓነወ፣ እተን ዝነበራ ናይ ከተማ ኣውቶቡሳት ድማ ዝበዝሓ ካብ ኣገልግሎት ወጻኢ ኮይነን ይርከባ። ብመሰረት ካብ ውሽጢ ሃገር ዘረከብናዮ ሓበሬታ፣ ካብተን ዝነበራ ሰለስተ ሚእትን ሰማንያን ኣውቶቡሳትን ሚኒባሳትን፣ እተን ሰለስተ ሚእቲ ናብ ጋራጅ ኣትየን እተን ሰማንያ ጥራሕ ኣብ ስራሕ ከም ዘለዋ ክፍለጥ ተኻኢሉ ኣሎ። ብተመሳሳሊ ኣብዘን ናይ ጎሓፍ መካይን እውን ሕጽረት ስለ ዘሎ ህዝብና ኩሉ ግዜ፣ ምስ ተሸገረ'የን እተን ኣብ ከተማታት ዘለዋ ኣቶቡሳት ብሽሕን ትሽዓተ ሚእትን ቴስዓን ሰለስተን ዝኣተዋ ኮይነን ዝኾነ ናይ ኣቑሑት ምቅይያር ከይተገበረለን ኣብ ስራሕ ዝቕጽላ ዘለዋን'የን። ንሳተን እውን ኣዝየን ውሑዳት'የን። ብሰንኪ'ዚ ድማ ህዝብና ናብ ከረን፣ ባጽዕ፣ መንደፈራ፣ ዓዲ ዃላ፣ ሰንዓፈ፣ ዓሰብ፣ ባረንቱ ክኸይድ መዓልታትን ሰሙናትን ክጽበ፣ ይግደድ ኣሎ። እቲ ካብዚ ዝኸፍእ ድማ እተን መኻይን ኣዝየን ኣሪገን ፍሬንኦን ስለ ዘይሰርሕ ኣብ ዜብራ ምስ ሰብ ሳይክልን ምስ ኣጋርን ይጋጨዋ ኣለዋ። ብኸምዚ ዝመውት ሰብ ኣዝዩ ብዙሕ እዩ። ኣብ ዝሓለፈ ሳምንቲ ብሰንኪ እዚ ክልተ ሓደጋ ኣጋጢሙ ነይሩ እዩ። እዘን ወሃብቲ ኣገልግሎት ኣውቶቡሳት በብግዚኡ ዘድሊ ጽገናን ናይ ኣቑሑት ምቅይያርን ስለ ዘይግበረለን ህዝብና ንሓደጋ ይቃላዕ ኣሎ። እታ ኣንድነታዊ ኤስያ ዝቃለሰላ ኢትዮጵያ ንሓዋሩ ከም ዘብቅዐት ኢትዮጵያዊ ኣምሓራይ ድምፃዊ ቴድሮስ ካሳሁን ቴዲ ኣፍሮ ኣብ ዘሕተሞ ሓድሽ ኣልቡም ኣረጋጊጹ'ሎ። ኣምሓራይ ኢሳያስ ኣፈወርቂ እታ ንሱሳ ዓመት ዝተቓለሰላ ኢትዮጵያ ሓንሳብን ንሓዋሩን ከም ዘብቅዐት ህቡብ ኢትዮጵያዊ ደራፊ ቴድሮስ ካሳሁን ቴዲ ኣፍሮ ኣብ ዘሕተማ ሓዳሽ ደርፊ ኣፍሊጡ። ቴዲ ኣፍሮ ዕድመ ልክዑ ብሙዚቃ ገይሩ ንሓድነት ኢትዮጵያ ከም ዝተቓለሰ ዝፍለጥ እዩ። ሕጂ ግን ኢትዮጵያ ከም ዝፈረሰት ተረዲኡ ኣብታ ዳስ ጣል ወይ ድማ ናይ ሓዘን ዳስ እትብል ደርፉ ብወግዒ ምፍራስ ናይ ኢትዮጵያ ኣረዲኡ ኣሎ። ንሱ ኣብታ ደርፊ ድሕሪ ሕጂ ኢትዮጵያ ሞይታ እያ፣ ናይ ሓዘን ዳስ ተኺልና ንሕዘን ይብል። ምስዚ ተኣሳሲሩ ድማ

ቴዲ ኣፍሮ ኣብ ትዕብ ንዝበሎ ገዛውቲ ናይ ኣዲስ ኣበባ ዝነበሮ ተዘክሮ ብሓዘን ድሕሪ ምግላፅ ካብ ማእከል ኣዲስ ኣበባ ንወሰን ኣውፂኦምና ልክዕ ከም ወዲ ካልእ ዜጋ ኣብ ዓድና ጓና ኮይና እናበለ የስተማስል። ኣብ መወዳእታ ልዕሊ እዚ ሓዘን የለን ዳስ ሓዘን ንትከል እናበለ ደጋጊሙ ይትክዝ። ቴዲ ኣፍሮ ቅድሚ ሕጂ ብዛዕባ ኣምሓሪት ኢትዮጵያ ብዙሕ ደርፍታት እናውፀ ክንደይ ከም ዝተቓለሰ ኩሉ ሰብ ዝፈልጦ እዩ። ሕጂ ድማ ኢትዮጵያ ምስቲ ዘለዋ ዘይፍታሕ ሽግራት፣ ትግራይ፣ ኣምሓራ፣ ኦሮምያ፣ ሶማል ተባሂላ ኣብ ኣርባዕተ ዘይወግዓውያን ሃገራት ተመቒላ ኣላ። ብዙሓት ዕሉላት ኢትዮጵያውያን እዚ ሪኦም ተስፋ ይቖርጹን ይስደዱን፣ ካብ ፖለቲካ ኢትዮጵያ ድማ ኢዶም ይስሕቡ ኣለዉ። እቲ ክሳብ ሕጂ ኢትዮጵያ ቅድስቲ እናበለ ነታ ዝሞተት ኢትዮጵያ ህይወት ክዘርእ ላሕ ዝብል ዘሎ ኣንድነታዊ ኣምሓራይ ኢሳያስ ጥራይ እዩ። ንሱ ኣብ ግዜ ብረታዊ ቃልሲ ኣትሒዙ ብዛዕባ ኢትዮጵያ ጽቡቕ ዝሓልም ዝነበረ እዩ። ድሕሪ ናጽነት እውን ሃገርና ናብ ኢትዮጵያ ሓዊሱ ከመሓድራ ብዙሕ ጽዒሩ ግን ድማ ፈሺሉ እዩ። ህወሓት ካብ ስልጣን ምስ ተኣለየት ድማ እቲ ሃንቀው ኢሉ ዝጽበዮ ክውን መሲልዎ ስለ ዝተሰምዖ ምስ ኢትዮጵያ ሓደ ኢና ክልቴና ድማ ከም ሓደ ህዝቢ ኮይና ክንከይድ ኢና ምባሉ ዝርሳዕ ኣይኮነን። ሕጂ እውን እዚ ኣንድነታዊ ኢሳያስ ኣብይ ንኢትዮጵያ የፍርሳ ኣሎ መኺርካዮ ዘይሰምዕ እዩ እናበለ ኣብ ምንጽርጻርን ኣብ ሓዘንን ይርከብ። ቅድሚ ሽዱሽተ ኣዋርሕ ኣብ ጀርመን ብዘይ ክሳድ ዝተረኽበት ሬሳ ጓል ሰላሳን ክልተን ዓመት ኤርትራዊት ስደተኛ ሕጂ ድማ ሽክና ርእሳ ኣብ እንዳ ጎሓፍ ከምዝተረኸበ ፖሊስ ጀርመን ኣፍሊጡ። እቲ ሽክና ርእሲ ናይታ ጓል ሰላሳን ክልተን ዓመት ኣብ ከተማ ኦልበ ቨልደን ዝበሃል ቦታ ብክልተ ጎሓፍ ንምእካብ ዝተመደቡ ሰባት ተረኺቡ ከምዘሎ'ዩ ዝሕበር ዘሎ። እቲ ሽክና ርእሲ ናይታ ኤርትራዊት ስደተኛ ምዃኑ ንምርግጋጽ ድማ፣ እቶም መርመርቲ ፖሊስ ኣብ ምጽራይ ከምዘለዉ ፖሊስ ሃገንን ኣኽበርቲ ሕጊ ዞባ ሰጌን ኣረዲኦም። እዛ ብዘስካሕክሕ ኣገባብ ዝተቐተለት ጓል ሰላሳን ክልተን ዓመት ኤርትራዊት፣ ኣብ ዓሰርተ ሸውዓተ ሕዳር ክልተ ሽሕን ዒስራን ሓሙሽተን ኣብ ኤ ኣርብዓን ሓሙሽተን ዝተባህለ ዓቢ ጽርግያ ኣእዳዋ ጥራይ ተቖሪጹ ተረኺቡ'ዩ። ናታ ምዃኑ ንምርግጋጽ ድማ ቅድሚ ሕጂ ዑቕባ ክትሓትት እንከላ ናይ ኢድ ዓሸራ ገይራ ስለዝነበረት ፖሊስ ንሱ ተወኪሱ ብዝገበሮ ምርመራ ናታ ምዃኑ ክፈልጥ ኪኢሉ'ዩ። ድሕሪ ዓሰርተ ሓደ መዓልታት ኣብ ዕለት ዒስራን ሸሞንተን ሕዳር ድማ ኣብ ካልእ ቦታ ርእሲ ዘይብሉ ካልእ ኣካላታ ከምዝተረኸበ ዝዝከር'ዩ። ወዲ ሰለስተ ወርሒ ናጽላ ዕሸል ወዳ'ውን ኣብ ተመሳሳሊ ጌዜ ኣብ ኣፍደገ ሓደ ቤተክርስትያን ተደርብዩ ብህይወት ተረኺቡ ነይሩ። በቲ ቅትለት ዝተጠርጠረ ወዲ ኣርብዓን ሓደን ኣፍቃሪኣ ድማ ኣብ ኢትዮጵያ ኣብ ትሕቲ ቀይዲ ድሕሪ ምእታዉ ናብ ፖሊስ ጀርመን ተመሓላሊፉ ተዋሂቡ እዩ። በቶም ክልተ ሰባት ዝተረኸበ ሽክና ርእሲ ምርመራ ተገይርሉ ኣብ ውሽጢ ሒደት መዓልታት ውፅኢቱ ክሕበር ምዃኑ ድማ ፖሊስ እታ ሃገር ኣፍሊጡ'ሎ። ምምሕዳር መቓድሾ ንዲፕሎማስያዊ ርክብ ሶማሊላንድን እስራኤልን ኣመልኪቱ ዘቕርቦ ዘሎ ክስታት፣ ሶማል ዝተበታተነትን ድኽምትን ሃገር ምዃና ዘመልክት ከምዝኾነ ተሓቢሩ።
ኢንጅነር ኣብዲ ዓሊ ባርካድ ዝተባህለ ተንታኒ፣ መንግስቲ መቓድሾ ኣብ ኣህጉራዊ መድረኽ ክህልዎ ዝግባእ ጽልዋ እናሰኣነ፣ ብፖለቲካ ዲፕሎማስን ይዳኸም ከምዘሎ ሓቢሩ። እስራኤል ንሶማሊላንድ ኣፍልጦ ድሕሪ ምሃባ፣ ቀቢላዊት ሶማል ብሓሳብ ክተእምንን ነዚ ክትከላኸል ፈጺማ ከምዘይከኣለት ፍራሴ ሃገር ምዃና እቲ ተንታኒ ይሕብር። እስራኤል ናብ ምምሕዳር ሶማሊላንድ ኣምባሳደር ምልኣኻ ስዒቡ እቲ ፍራሴ መንግስቲ ሞቓድሾ ንሕድሕዶም ዝጋራጨዉ መሰረት ዘይብሎም ጥርዓናት ከቕርብ ከም ዝጸንሐ ሓቢሩ። ቀቢላዊት ሶማል ቀወምቲ መትከላት ዘለዎም ናይ ወጻኢ ፖሊሲ ከም ዘይብላ ዝሓበረ ተንታኒ ኣብዲ ዓሊ፣ ኣህጉራውያን ትካላት ነዚ ነንሕድሕዱ ዘይቃዶ ፖሊሲ ቀቢላዊት ሶማል ከስተብህለሉ ከም ዝግባእ የብርህ። ንሱ ንሰለስተ ዓሰርተታት ዓመታት ኣብ ቀቢላዊት ሶማል ዝነብሩ መንግስታት፣ ናይ ሶማሊላንድ ናይ ነጻ ሃገርነት ሕቶ ንግዝኣታዊ ሓድነት ሶማል ዝጻባእ እዩ ብዝብል፣ ሶማሊላንድ ከም ሃገር ወግዓዊ ኣፍልጦ ከይትረክብ ክሰርሑ ምጽንሖም ይወቅስ። ሶማሊላንድ ኣብ ዓሰርተ ትሽዓተ ቴስዓን ሓደን ናጽነታ ድሕሪ ምርካባ፣ ኣብ ዲሞክራሲ፣ ምህናጽ ትካላት ኣድማዒ ውጽኢት ከምዘመዝገበት ጠቒሱ ኣሎ። ወሲኹ ድማ ናይ ባዕላ ሰራዊትን ፖሊስን ብምኽታብ፣ ኣብ መዳይ ጸጥታ ዓወት ከምዘመዝገበት የረድእ። ኣብ መወዳእታ፣ መንግስቲ ሞቓድሾ ነዚ ኣብ ባይታ ዘሎ ክውንነታዊ ሓቂ ፈጺሙ ክቕይሮ ከምዘይክእል የተሓሳስብ።
ኣብ ዓባይ ብርጣንያ ኦክስፎርድሻየር ናይ ስራሕ ወረቐት ዘይብሎም ስደተኛታት ኣብ ምሕጻብ መኪና፣ ምብጽጻሕ መግቢ፣ ዝሰርሑ ትካላት ንግድን መንግስቲ ክሳብ ሰለስተ ሚእትን ሓምሳን ሽሕ ፓውንድ ይቐጽዖም ምህላዉ ተፈሊጡ'ሎ። ብመስረት እቲ ሓበሬታ ኣብ ኦክስፎርድ ሓደ ጂጂ ዝበሃል መኪና ዝሓፅብ ትካል ዘይሕጋውያን ስደተኛታት ቆፂሩ ስለዝተረኸበ ተስዓ ሽሕ ፓውንድ ተቐፂዑ ኣሎ። ኤለጋንት ካር ዎሽ ዝተበሃለ ትካል እውን ዘይሕጋውያን ስደተኛታት ቆፂሩ ክሰርሕ ስለዝተረኸበ ቅፅዓት ተበይኑሉ ኣሎ። ካብዚ ብተወሳኺ ግራሻ ኩራ ረሲደንሻል ዝተበሃለ ትካል እውን ኣርብዓ ሽሕ ዩሮ ተቐፂዑ ኣሎ። ካልእ እቲ ዝበዝሐ ቅፅዓት ዝተቐፅዐ ድማ ቢላሻ ታንዱር ዝበሃል ኣብ ምብፅፃሕ ምግቢ ዝሰርሕ ትካል ኮይኑ ወረቐት ዘይብሎም ስደተኛታት ስለዝቖፀረ ክልተ ሚእትን ሰማንያን ሽሕ ዩሮ ተቐፂዐሎም። ሚኒስትሪ ውሽጣዊ ጉዳያት ዓባይ ብርጣንያ ሻባና ማሓሙድ ኣብዚ ጉዳይ ኣመልኪታ ኣብ ዝሃበቶ ርኢቶ ኣብ ሃገራ ንዘይሕጋውያን ሰራሕተኛታት ቦታ ከምዘየለ ብምሕባር ሓያል ቁፅፅር ክግበር መምርሒ ኣውሪድና ኢና ዝኾነ ብዘይፍቓድ ዝሰርሕ ዘይሕጋዊ ስደተኛ ካባና ክኽወል ኣይክእልን እዩ ትብል። ኣብ ሚኒስትሪ ውሽጣዊ ጉዳያት ሓላፊ ክፍሊ ኢሚግሬሽን ኤዲ ሞንቶጎመሪ ብወገኑ፣ እቲ ቁጽጽርን ዳህሳስን ኣድማዒ ውጽኢት ከም ዝተረኸቦ ብምግላጽ፣ ከምዚ ዝኣመሰለ ዘይሕጋዊ ተግባራት ምቁጽጻር ኣበርቲዖም ከም ዝቕጽልዎ ኣስሚርሉ። ኣብ ዓባይ ብርጣንያ ብዙሓት ስደተኛታት መሰል ዑቕባ ዋላ እኳ እንተ ረኸቡ፣ ናይ ስራሕ ፍቓድ ቀልጢፉ ስለ ዘይወሃቦም ግን ብዘይሕጋዊ ኣገባብ ኣብ ምሕጻብ መኪና፣ ምብጽጻሕ መግቢ ዝኣመሰሉ ስራሕ ተቖጺሮም ክሰርሑ ይግደዱ እዮም። እዚ ጥራሕ ዘይኮነ እቲ መነባብሮ ሓደ ስራሕ ሰሪሕካ ስለ ዘይከኣል ብዙሓት ኣሕዋትና ግብሪ ከይከፍሉ ክብሉ ብፀሊም ካልእ ተደራቢ ስራሕ ከም ዝሰርሑ ዝፍለጥ እዩ። ሓያል ድኽነትን ምኽባር መነባብሮን ስለ ዝሎ ድማ ከይፈተዉ ዘይሕጋዊ ነገር ክገብሩ ይግደዱ ኣለዉ። ስሙይ ኮኾብ ተቓዳዳማይ ብሽክለታ ሃገርና ቢንያም ግርማይ ነቲ ፅባሕ ሰንበት ኣብ ሃገረ ኔዘርላንድ ዝካየድ ውድድር ንምክያድ ምድላዋቱ የፃፍፍ ኣሎ። ኣቓልቦ ዓለምለኻዊ መድረኽ ቅድድም ብሽክለታ፣ ኣብዚ እዋን ካብቲ ዝቐነዮ ናይ ቤልጅየም ፍላንደርስ ሓርጎጽጎጽ ዝበዝሖ ጎደናታት ናብቲ ኣብ ኔዘርላንድ ዝካየድ በረኽቲ ጎቦታት ዝበዝሖ ዞባ ኣርደነስ ኣብ ዝሰጋገረሉ ዘሎ እዋን እቲ ስሙይ ኮኾብ ተቐዳዳማይ ሃገርና ቢንያም ግርማይ'ውን ንጋንትኡ NSN መሪሑ ናብ ኔዘርላንድ ኣቕኒዑ ይርከብ። እቲ ጽባሕ ሰንበት ዓሰርተ ትሽዓተ ሚያዝያ ንመበል ሱሳ ግዜኡ ዝካየድ ውድድር ኣምስተል ጎልድ ክልተ ሚእትን ሓምሳን ሰለስተን ኪሎ ሜትር ንውሓት ዘለዎን ብሳላሳን ሰለስተን ዝተፈላለዩ በዳህቲ ዓቐበታት ዝተመልአን ኣዝዩ በዳሂ ውድድር እዩ። እቲ መንገዲ ብከም በዓል ካውበርግን ኬውተንበርግን ዝበሃሉ ሓጸርቲ ግን ድማ ትኽ ዝበሉ ጎቦታት ዝሓዘ እዩ። ቢንያም ኣብቲ ኣብ ቀረባ ግዜ ዝተኻየደ ውድድር ድዋርስ ዶር ፍላንደርስ መበል ራብዓይ ደረጃ ሒዙ ንምዝዛሙ ኢሉ'ውን ኣብዚ ውድድራት ስፕሪንግ ክላሲክ ዛጊት ሽዱሽተ ግዜ ምስቶም ቀዳሞት ሓሙሽተ ብሉጻት ተቐዳደምቲ ኮይኑ ምዝዛሙን እቲ ዘለዎ ናይ ቮላታ ዓቕምን ናይ ዓቐበት ብቕዓትን ነዚ ናይ ውድድር ኣምስተል ጎልድ ብደሆ ንምግጣም ምሉእ ምድላዋት ከምዘለዎ ዘርኢ እዩ። ቢንያም ኣብዚ ውድድር'ዚ ካብ ቀዳማይ ክሳብ ሳልሳይ ደረጃ ሒዙ እንድሕር ዛዚሙ ኣብ ታሪኽ ኣምስተል ጎልድ ኣብ መድረኽ ዓወት ዝደየበ ፈላማይ ኣፍሪቃዊ ተቐዳዳማይ ብምዃን ታሪኽ ክሰርሕ እዩ። ነዚ ተመልኪቶም ኩሎም ደገፍቱን ተኸታተልቱን እዚ መድረኽ እዚ ንቢንያም ፍሉይ ታሪኽ ዝሰርሓሉን ስም ሃገርና ዳግም ኣብ ዓለም ዘቃልሓሉን መድረኽ ክኾነሉ ልባዊ ትምኒቶም ይገልጹ ኣለዉ። ካብዚ ብተወሳኺ ኦሎምፒካዊ ኣትለት ሃገርና ዑቕበ ክብሮም ኣብቲ ጽባሕ ሰንበት ዓሰርተ ትሽዓተ ሚያዝያ ዝካየድ መበል ኣርብዓን ሰለስተን ማራቶን ከተማ ቪየና ንሃገርና ወኪሉ ክሳተፍ እዩ። እዚ ኣብ ኦስቲርያ ዝካየድ ዘሎ ማራቶን ከተማ ቪየና፣ ካብቶም ዝዓበዩ ናይ ጎደና ውድድራት ሓደ እዩ። ዑቕበ ካብቶም ኣብዚ ናይ ሎሚ ዓመት ውድድር ማራቶን ከተማ ቪየና ዝሳተፉ ዘለዉ ኣትሌት ኣብ ናይ ማራቶን ጉያ ብክልተ ሰዓት፣ ሓሙሽተ ደቒቕን ሰላሳን ሸውዓተን ሰከንድን ብምዝዛም እቲ ዝቐልጠፈ ናይ ግዜ መዝገብ ዘለዎ ኣትሌት እዩ። በዚ ድማ ዑቕበ ኣብዚ ውድድር ሓደ ካብቶም ዝለዓለ ግምት ተዋሂብዎም ዘለዉ ኣትሌታት እዩ። ዑቕበ ኣብቲ ቅድሚ ኣርባዕተ ዓመት ኣብ ክልተ ሽሕን ዕስራን ክልተን ኣብ ዝተኻየደ ማራቶን ከተማ ቪየና ንሳላሳ ኪሎ ሜትር ብቕልጡፍ ናህሪ ክመርሕ ድሕሪ ምጽናሕ ኣብ መወዳእታ ብዘጋጠሞ ናይ ጉልበት ድኻም ሳልሳይ ደረጃ ሒዙ ከምዝወደኣ ዝዝከር እዩ። እንተኾነ ዑቕበ ኣብዚ ናይ ጽባሕ ተሳትፍኡ ካብዚ ተመኩሮዚ ብምምሃር ዝበለጸ ኣካላዊ ብቕዓትን ናይ ኣእምሮ ንቕሓትን ወኒኑ ከምዝኣቱ'ዩ ትጽቢት ዝግበር።
ባርክስ ክብራት ተዓዘብቲ ተለቭጅን ሃገረ ሓማሴን ዜናታት እዚ ዕለት ኣብዚ ዛዚምና ምስ ዝተረፉ መደባትና ንገድፈኩም ኣኣብ ዘለኹሞ ሰላም።